ከቢድ ነገር ተፈጢሩ፣ ሃፊ ንቤቲ ወቒዕዋ፣ ኣሌክስ ናብ ገዛ ቤቲ ተመሊሱ ከይዱ፣ ሊሊ ደሞ ብጣዕሚ ተጸሊላ። ሰላም ሰላም ተኻታተልቲ ናይዚ ቻነል ከመይ እኒኣኹም ከመይ ትኾኑ ኣነ ሰላም ኣለኹ እዝጋቢሄር ይመስገን በብዘለኹምዎ ሰላምኩም ብዝሕ ትርፍ ይበለለይ ናበልኩ ሓደሽቲ ነዛ ቻነል እንኳዕ ብሰላም መጻኹም ሳብስክራይብ ብምግባር ደሞ ቤተሰብ ኩኑ ማለት እዩ። ቤተሰብ ዝኾንኩም እውን ሸር ላይክ ናገርኩም ምትዋዕኹም ኣይፈለየኒ ክብለኩም ይፈትይ ብምቕጻል ደሞ ነዛ ቪድዮ ብላይክ ጀምርዋ ማለት እዩ ኩራት ኣሕዋተይ ሎም መዓንቲ ሒዘልኩም ዝመጻኹ ደሞ ከምቱ ኣብ መእተዊ ክትሰምዕዎ ዝጸናሕኩም ብጉዳይ ዞም ኣሕዋትና ሊልን ኣሌክስ እኔ መጽኤኩም እኔኹ ማለት እዩ ክሻ መጨረሻ ደሞ ሓቢርኩምኒ ጽንሑ እሽም በኣርከስ ኩራት ተኸታተልቲ ሎም መዓንቲ ከቢድ ነገር እዩ ተፈጢሩ ማለት እዩ ሃፊ ንቤቲ ወቒዕዋ ከምኡ ደሞ ኣሌክስ ሕክምና ቤት እያ ትወስደኒ ኢሉ ተመሊሳ መጽያ እያ ቤቱ ወሲዳቶ ሕክምና ብኡ ገይሩ ውናይ እና ቤቲ ገዛ እዩ ከይዱ ማለት እዩ ሊሊ ደሞ ብጣዕሚ እያ ተጸሊላ ብድሕሪ እዚ ዝኸበደ ነገር እዩ ተፈጢሩ ማለት እዩ እና ብሰፊሑ ሒዘልኩም መፅኤን ኔኹሞ ምሳየ ፀንሑ ኢኹም። ኣብ ዝሓለፈ ኣሌክስ ድሕሪ እቲ ሊሄኖስ እና ልሃፊ ሓሚሙ ክጸንሖም ብድሕሪኡ ላብ ገዛ ሒዞምዎ ከይዶም ኔሮም ንሱ ከዓኒ ን ኣሌክስ ውን ከርዮምሉ ብቅድሚኡ ውን ንሊሊ ኣረዲኦምዋ ስለ ዝጸንሑ ላብ ገዛ ምስ ወሰድዎ ሊሊ ውናይ ብጣዕሚ ደንጊጻ እታይ ኣጋጢሙ ኢላ ሰንቢዳ ኔራ ብድሕሪዚ ደሞ ዳሕና ከም ዝኮነ ነጊሮም ካውኡ ደሞ ቀሊል ሕማም ቁሪ ሰዓል ከም ዝኾነ እዮም ነጊሮምዋ ካብኡ ግን ተራጋጊዓ ብሰንክኺ እየ ካብ ከምዙይ ወዲቀ ብሰንክኺ እየ ሓሚመ እዩ ኢልዋ ነይሩ ድሕሪ እዙይ ግን ሊሊ በቃ ናተይ ጥፍኣት እንድሕር ደኣ ኮይኑ ይቅሬታ ኢላ እናነብዐት ለሚናቶ ነይራ ማለት እዩ ካብኡ ኣሌክስ እውነይ ይቕረ ገይሩላ ብፍቕሪ ተሓቓቒፎም ሰላም ፈጢሮም ነይሮም ተዓሪቖም ማለት እዩ። ሃፍትና ሄኖስ ትኾኑ ውን ብጣዕሚ እዩ ደስ ኢልዎም ነይሩ ድሕሪ ዝኹሉ ግዜ ከምዚ ኢልኩም ስለ ዝረእናኩም ብጣዕሚ እዩ ደስ ኢልና ሕዚ ደሞ ኣሌክስ ክሐሾ እዩ ክብል እዩ ሃፊ ተናጊርዎም ማለት እዩ ሊሊ ተኾነት ውናይ ካፍቱ ዝመጾ ህዚ ይሐይሽ ንእሽተይ ረስኒ እኳ እኒኦ እዩ ግን ግን ከዓኒ እንድሕር ደኣ ዘይሐሾ ኮይኑ ደሓር ክንወስዶ ኢና ህዚ ግን ክንንያ ስለ ዝውሓጠ ንኡሽተይ ክንሪኦ ኢላ ካብኡ ደሞ ናይ ሰላም ቡን ካዘይ ንሰቲ ብዙሕ እዩ ኢና ጌርና እሞ ቡና ኣፍልሕልና እዮም ኢሎምዋ ንሊሊ ሊሊ እውን እሽ ኢላ ክተፍልሕ ክትብል ዘይሓሰብዎ እዩ ረኺቦም ማለት እዩ ንስኻዓኒ ቡዙይ መፀት ዘይበልዋ ቤት እያ መፂኣ ካብ ኣሌክስ ወጻኢ ኩሎም ዮም ሰንቢዶም ካብ ሂወት ሊልን ኣሌክስን ወጺኣ እያ ሪሒቃ እያ ናዋልዋ ተመሊሳ ስለ ዝመጸት ብጣዕሚ እዩ ገሪምዎምን ሰንቢዶምን ማለት እዩ መን ከም ልነገራ ውን ኣይፈለጡን ኔሮም ብድሕሪዚ ቤቲ ተኾነት ውን ኣሌክይ ኣሌክይ ኢላ እያ መጺኣ ልሓቆፈቶ ማለት እዩ ካብኡ ደሞ ታይ እዩ ኣጋጢሙካ ታይ ኢኻ ኮንካ ኢላ ብድንጋጸ እያ ንኣሌክስ ሓቲታቶ ኣሌክስ ደሞ ዳሕና ከም ዝኾነ እዩ ነጊርዋ ብድሕሪ'ዚ መኪና ሓደጋ ድዩ ኣጋጢሙካ ዋላ እታ ኢኻ ኮይንካ እያ ኢላቶ ካብኡ ደሞ ሃፊ ተኾነ ውናይ ተናዲዱ ንዒ ብኡ ከፈይትበሊ ተልዓሊ ኪዲ ኣለይክስ ዳሕና እዩ ዘሎ ካብኡ ደሞ ሰበይቱ ኣላቶ ንሳ ትካናኾነላ እያ ስለዚ ተስኢ ኪዲ ኢልዋ ማለት እዩ ንሳ ተኾነት ውን ኣነ ምሳኻ ክዛረብ ኣይሞጻኹን ካብኡ ደሞ ይሪኦ እንድየ ዘለኹ ሕክምናኸ ወሲድኩምዎ ዶ ክትብል እያ ሓቲታቶ ኣሌክስ ተኾነውናይ መን ክወስደኒ ዝወስደኒ የብለይን ኢሉ እዩ ነጊርዋ ማለት እዩ። ብድሕሪዚ ቤቲ እውን ልምንታይ ዘይትወስድዎ ታይ ድዩ ዕላማኹም ከመይሉ ድዩ ዘሎ ኢላ እያ ልዕሊ ኩሉ ክትኮን ፈቲና ንሳቶም ትኾንውናይ ንስኺ ኣየገድሸክን ሕዚ እንድሕር ድኣ ከምኡ ኮይኑውናይ ድሓን እንድሕር ዘይኮነ ክንወስደ ኢና ባዕልና ሕዚ ግናይ ዳሕና እዩ እኒኦ ክብሉ እዮም መሊሶምላ ብድሕሪዚ መኣዝ ከ እዩ ብስሩ ጀሚርዎ መኣዝ እዩ ሓሚሙ ምስ ወለቶ እሞ ሀዚ ኣይኾነይ ምሳኺ ከሎ እዩ ሓሚሙ ሐዚ ግናይ ሰራሕ ኢልኪ ውፂ ክብል እዩ ሃፊ ተናጊርዋ ማለት እዩ ቤቲ ተኾነት ውናይ ሃፊ ኣፍካ ሓዝ ኣነ ምሳኻ ክናገር ኣይደልን እየ ምሳኻ ክናገር እውን ኣይሞፃኹን እየ እና ንምንታይ ዕላማ ኢኹም ሕክምና ዘይወሰድኩምዎ ካብኡ ደሞ ክትቀትልዎ ዲኹም ደሊኹም ክትብል እያ ነጌራቶም ማለት እዩ እና ልዕሊኦም ተሓላቂት እያ ኮይና ሊሊ ደሞ ብጣዕሚ እዩ ነዲድዋ ብዘይግናይ እሳ ሃምኒ ደለየት እያ ንኣሌክስ ናጎወረቶ ማለት እዩ ንሱ ከዓኒ ተደልያ ኣይዱ ትፏዝዮ ተደልያ ደሞ ርእሱ ትፏዝዮ ትጸቅጦ ኣብ ጎኒ ተለጢፋ እያ ነራ ካብ ግን ሊሊ ክትሕዞ ከላ ኣይትጽቀጥኒ ይብላ ንሳ ክትሕዞ ከላ ግናይ ምንም እዩ ለይመስሎ ማለት እዩ ካብኡ ከዓኒ ንቤቲ ታይ ግበሪ ኢኹም ትብልዋ ኣለኹም ኣይተጨንቕዋ ኢልዎም ብምቕጻል ደሞ ዳሕና ጸኒሑ ሕሽዎ ጸኒሑ ንዓኣ ምስ ረኣየ ግናይ ጨንቕንቕ ኢሉ ከም ዝሓመመ እዩ ኮይኑ ማለት እዩ ቤቲ ተኾነት ውናይ ብሰንከይ ኢኻ ከምዚ ኢልካ ኣነ ስለለየለኹ ገዲፈካ ስለዝኸድኩ ኢኻ ከምዚ ወዲቕካኒ ኢኻ እምበር ምሳየይ ተትኾን ኔርካ ከምዚ ኣይምበልካን ኔርካ እያ ኢላቶ ማለት እዩ። እዙይ ደሞ ብጣዕሚ እዩ ኣናዲድዎም ዋላ እውን ንሊሊ ማለት እዩ። ብምቕፃል ሊሊ ተኾነት እውናይ ብሱርኸ መን እዩ ፀዊዕዋ ክትብል እያ ሓቲታቶ ንኣሌክስ። ኣሌክስ ተኾነ እውናይ ኣነ እየ ቴክስት ገይረ ፀዊዐያ እዩ ኢልዎም። እሞ ንምንታይ ክትብሎ ከላ የሓፍተይ ድያ ክትፈልጥ ኣለዋ እዩ ኢልዋ ማለት እዩ። ብዙይ ከዓኒ ሊሊ ብጣዕሚ እያ ተናዲዳ። በቃ ሀዚ ሪኢኽዮ እኒኤኺ ደሕና እዩ ከምኡ ተኾነ እውን ኣይ ሰወይቶ ኣላቶ ሕክምና እውን ክትወስደ እያ ሀዚ ግን ደሕና እዩ ኣብ ገዝኡ እዩ ተመሊሱ ዘሎ ሊሊ እውን ትካናኸኖላ እያ እሞይ ሀዚ ግን በቃ ይኣኽለኪ ንዒ ገዛኺ ኺዲ እዮም ኢሎምጓ ቤቲ ግን ፍቃደኛ ኣይኮነትን እዙይ እኮ ናሊሊ ገዛ ጥራሕ ዘይኮነ ናይ ኣሌክስ እውን እዩ እና ገዛ ዳሓወይ ስለዝኮነ ኣነ ኣይከይድን እየ እያ ኢላቶም ማለት እዩ ኣሌክስ እውን ክትከይድ ኣይደለያን ግን ከዓኒ ሃፊ ተናዲዱ እንትሕር ክትወፂ ኮይንኪ ውፂ ተዝኣ ተይድ ኣለለ ግን ሓዳር ሰብ ኣይትዝረጊ ኢሉ እዩ

እንዶም ምስ ቤቲ እዩ ናኾነ ማለት እዩ። ካብኡ ግን ክራዳድኡ ስለዘይከኣሉ በቃ ውፂ ኢሎም ከውፅዋ ከለዉ ሄኖስ እና ሃፊ ማለት እዩ ኣሌክስ ግን በቃ እንድሕር ደኣ ዘይተመሊሳ እንድሕር ደኣ ናብ ገዛ ዘይመሊስኩምዋ ኣነ ተልዒለ ክኸይድ እየ እዩ ኢሉ ማለት እዩ። ግን ከዓኒ እንታይ ኢኻ ትኾንልኻ ኢሉ ሃፍውነ ብጣዕሚ እዩ ፀሪፍዎ። ንስኻ ኢኻ ሰበይቲ እንታይ ኢኻ ትኾንልኻ ብሱሩ ታይ ኢኻ ትሰርሕ ኣለኻ ይርደኣካ ኣሎ ድዩ ክብል እዩ ሓቲትዎ ንሱ ደሞ እንተ ደኣ ቤቲ ዘይመሊስኩምዋ ኮይንኩም ኣነ ግን ካብዛ መደቀስየይ ተልዒለ ናብ ቤቲ ክኸድ እየ ኢሉ እዩ ካብ መደቀሲኡ ተልዒሉ ማለት እዩ ብድሕሪ ዘይ ሊሊ ተኾነት ውናይ ቤት ትኸይድ ኣያ እና ተረጋጊዕኻ ደቅስ ታዩ ማዕረ ክንድዚ ከምዚ ዝገብረካ ኣሎ እያ ኢላቶ ንሱ ተኾነ ውናይ ንስኺ መምሰሊት ኢኺ ሕዚ ምሽና ንባዕኺ ለሚንክኒ እና ዝብለኪ ዘለኹ ግበሪ እንተ ደኣ ቤቲ ዘይተመሊሳ ግን ምሳየይ ካሊእ ነገር እዩ ኣብዚ ገዛ ሎማዓንቲ ክፍጠር ስለዚ ፀውዕዋ እዩ ኢልዎም ማለት እዩ ሃፍቲ ተኾነ እውን ስብኣይ ምሰል ታይ ኢኻ ትኾንለኻ ኣነ እኮ ልቤቲ ቅድሜኻ እየ ዝፈልጣ መሳርሕተይ መሓዛ እያ ነይራ ሕዚ ግናይ ኣፍካ ሒዝካ ስቆል እዩ ኢልዎ ኣሌክስ ተኾነ እውን ምሳኻ ዘረባ ኣየድልየንን ኣፍካ ሒዝካ ስቆል ታይ ኢልካ ኢኻ ኣብ ገዛይ ትወቕዓ እና ከሕፍረካ እዩ ዘለዎ ሕፈር እዩ ኢልዋ ብድሕሪ እዚ ደሞ ንሊሊ ክትመልሳ ከም ዘለዎ እዩ ነጊርዋ። ሊሊ ድሞ መማረፂ ስለ ዝሰኣነት ንቤቲ እያ ፀዊዓታ ማለት እዩ። ቤቲ ውናይ ኣብ ገዛ ተመሊሳ ከፈሊ ማንም ሰብ ከይነክኣ ካብኡ ድሞ እንትሕር ደኣ ክትከዱ ደሊኹም ኪዱ ሕዚ ግን ኣነ ዘድልያኒ ሊልን ቤትን እየን ሊሊ ኣይትኺደኒ ካብኡ ድሞ ቤቲ እውን ኣይትኸድን እዩ ኢልዎም ማለት እዩ። ብዙይ ከዓኒ ታይ ድዩ ብስሩ ርኩኩም ታይ እዩ ምስኡ ዘለኪ ክብል እዩ ሃፊ ሓቲትዋ ቤት ተኾነት ውን ብዛዕባና ኣይምልከተካን እዩ እና ሕክምና ልምንታይ ለይትወስድዎ እያ ኢላቶም ማለት እዩ እሱ ተኾነ ኣሌክስ ውናይ መን ክወስደኒ ዘፅመኒ ዋዕዋዕ ናበሉ ርእሰይ ደኣ የፅሙኒ ኣለዉ እምበር ዝወስደኒ ሕክምና የብለይን እዩ ኢልዋ ማለት እዩ። በቲ ተኾነት እውን ኣነ ከምዙ ዝሪኦም ዘለኹ ሕክምና ዝወስድኻ ኣይመስሉን ክቀትሉኻ እዮም ዝመስሉ እና ንዓናይ ኣነ ሕክምና ክወስደካ እያ ኢላቶ ማለት እዩ። ብድሕሪ እዚ ኣሌክስ እውናይ ክኸይድ እዩ ደልዩ ማለት እዩ እና ምስ ቤቲ ዘለዎ ዝምድና ይገርም እዩ ካብዙ ዝነበረሲ ለለውን እዩ ቀፂሉሉ እኒኦ ሊሊ ክትሕዞ ሊሊ ክተስትዮ ክትብል ይጨንቆ ንሳ ተኮይኒ ግናይ ቤት ተተኮይና ግን ሱቅ ኢሉ እዩ ፍኩስ ልብሎ ኣሎ ማለት እዩ ደስተኛ እዩ ልኮን ኣሎ ዋላ ተተለጦፈቶ ድዩ ዋላ እውን ተስተየቶ ድዩ እሺ ላለ እዩ ልሰምዓ ኣሎ ንሊሊ ተኮይኒ ግናይ ሃምዙ ቆስሊ ዘለዎ እሞ ትጎድእላ ኮይኑ እዩ ዝስምዐካ ማለት እዩ ብዙይ ግናይ ሊሊ ብጣዕሚ እያ ዓቕሊ ገይራ ሕምዎ እዩ ኢላ ዋላ ንኣኣቶም ለክዛረቡ ተወሉ በቃ ሕምዎ ስለ ዘሎ ዓው ዓወይ ንበል ስቆሉ በቃ ይሕለፍ እቲ መዓልቲ እያ ኢላቶም ማለት እዩ። ካብኡ ደሞ ብድሕሪ እዚ በቃ ንስ ኣነ ክኸድ ድሕሪ ምርግጋዕ ንስኺ ኺዲ ናብ ስራሕኺ ከምኡ ተኾይኑ እውን ክድውለልኪ እየ ክትወስድኒ ኢኺ እዩ ኢልዋ ማለት እዩ። ቤቲ ተኾነት እውን ወይ እውን ደውለለይ ወይ እውን ባዕለይ ክድውለልካ እየ እንትሕር ከምኡ ኮይኑ ባዕለይ ክወስደካ እየ ኢላ እያ ንገዝኣ ከይዳ ማለት እዩ። ብድሕሪ እዚ እዩ ሃፍ ደሞ ክኸድ ኢልዎም እኳ ካሊኦምዎ እዮም። ምኽንያቱ ስለ ዝፈለጥዎ ናብ ቤቲ ምዃኑ ግን ከዓኒ ደሓር ጸኒሑ እዩ ከይድዋ ናብ ቤቲ ወቒዕዋ ሃፊ ማለት እዩ ኣሌክስ ተኾነ ውን ተመሊሳ ቤቲ እያ ንሕክምና ወሲዳቶ ምስኣ እየ ዝኸይድ ምስ ካልእ ኣይከይድን እየ ኢልዎም ማለት እዩ ብድሕሪ እዚ ብኡ ገይራ ደሞ ንገዝኡ ንገዝኣ እያ ወሲዳቶ ሊሊ ደሞ ተጸሊላ እያ ምኽንያቱ ኣና ቤቲ ንኣሌክስ ይርክብ ኣውዚ የውቂዑ እዩ ዝበለቶ ተገምጢሉ እዩ ዝያዳ ኮይኑ ማለት እዩ እና ብዙይ ከዓኒ ብጣዕሚ ብጣዕሚ እዩ ኣናዲድዎም ልኹሎም ማለት እዩ ብፍላይ ከዓኒ ንሊሊ ብጣዕሚ እዩ ተናዲዳ ሓዳረይ ተስተኻኺልለ እዩ ናለሲ ከምዚ ክገጥማ ከሎ ብጣዕሚ እዩ ኣናዲድዋ ማለት እዩ እና ክቡራት ይሕዋተይ ናይ ሎማዓንቲ መደበይ እዚኣ እያ ነይራ ሻባኻሊ መደብ ልምለስ ደሞ ሸር ላይክ ሰብስ ሰብስክራይብ ናገበርኩም ናታትኩም ምትባዕ ይፈለየኒ ናበልኩ ሃናፂ ርእይቶ እንተዳ ሃሊኩም ደሞ ኣብ ቦታ ኮመንት ኣቐሙጥለይ ክሻ ብኻሊእ መደብ ልምለስ ባይ ባይ ሰናይ መዓልቲ